ሰላም ሰላም ከመይ ትውዕሉ ከመይ ተምስዩ ዝኸበርኩምን ዝኸበርክንን ተኸታተልቲ መደባትና ንሎሚ ኣርባዕተ ሕዳር ክልተ ሽሕን ዒስራን ኣርባዕተን ድማ ንህልው ኩነታት ዞባናን ንፕረዚደንታዊ ምርጫ ሕብራት መንግስታት ኣሜሪካን ኣተኪሩ ንዝወፀ ፅሑፍ ናባኹም ነብሎ ምክትታልኩም ንዕድም ፅባሕ ሓሙሽተ ሕዳር 2024 ሰሉስ መዓልቲ ፕረዚደንታዊ ምርጫ ሕቡራት መንግስታት ኣሜሪካ ዝካየደሉ እዋን እዩ። እዚ መስርሕ ምርጫ ብኹሉ መዳዩ ኣከራኻሪ ኮይኑ ተረኺቡ ኣሎ። ውፅኢት እዚ ምርጫ ንኣሜሪካ ጥራይ ዘይኮነ ንመላእ ዓለም ዝፀሉ ኮይኑ እውን ክመፅእ እዩ። ኣሜሪካ ንዘመናት ሕመረት ወይ ማእከል ስሕበት ዲሞክራሲያዊ ስርዓት ዓለምና ኮይና ክትረእን ብስሙ ድማ ብዙሕ ኣዕናዊ ወፍርታት ከተካይድ ጸኒሓ እያ። እንተኾነ ሎሚ ካብ ውሽጣ ዝነቐለ ምትፍናን ክልተ ሓይልታት ብምኽሳቱ ፈታኒ መድረኽ ገጢምዋ ኣሎ ክበሃል ይከኣል። ብቐሊሉ ንምርዳእ እዚ ምትፍናን ናይ ክልተ ሕጹያት ፕረዚደንትታት ወይ ሰልፍታት ዲሞክራትን ሪፓፕሊካንን ጥራይ ኣይኮነን። እዚ ምትፍናን ብዙሕ ሱር ዘለዎ ኣብ መንጎ እቶም ሰብ ፍሉይ ረብሓ ንብሎም ኮርፖረሽናት ኣሜሪካ ዝተኸስተ መሰረታዊ ናይ ረብሓ ግጭት እዩ። ዋላ እውን ኣብ መንጎ እቶም ጎሎባላውን ሃገራውን ኣረኣእያ ዘለዎም ወይ ግሎባሊስት ቨርሰስ ናሽናሊስት ዝፍጠር ዘሎ ምትፍናን ክንብሎ ንኽእል ኢና። ከም ናይ ፋይናንስ፣ ፋርማሲን ቴክን ኮርፖረሽናት ወዘተ ንዓለምና ኣብ ሓደ ቁሸት ጠሚሮም ቃሕ ዝበሎም ክገብሩዋ ዝሕልኑ ክኾኑ ከለዉ፣ ብኣንጻር እዚ ግሎባላዊ ፖሊሲ ዝኸስሩ ትካላት ከም መሰንዒ ኢንዱስትሪ ተሽከርከርትን ኣጽዋራትን መንገዲ ኣየራትን ወዘተ ድማ ኣብቲ ሓደ ካልእ ደምበ ዝርከቡ እዮም። እቲ ሓደ ዝገብሮም ግን ኩሎም ንረብሓታቶም ዘቐድሙ ሓይልታት ብምዃኖም እዩ። ኣሜሪካ ዘላቶ መድረኽ ማዕረ ክንደይ ፈታኒ ምዃኑ ብብዙሕ መዐቀኒታት ክንርዳእ ንኽእል ኢና። ንኻልኣይ እዋኑ ዝወዳደር ዘሎ ሕጹይ ፕረዚደንት ዶናልድ ትራምፕ፣ ክልተ ግዜ ፈተነ ቅትለት ኣጋጢምዎ ቅድሚ ኣብዚ ምብጽሑ'ውን ብማእለያ ዘይብሉ መሰናኽላት ክስታት ጸለመ ካልእን ክሰግር ተገዲዱ'ዩ። ንገዛእ ርእሱ ዓለምና ዘእርምም ጉዳይ እንተሃልዩ፣ ኣሜሪካ ናይቲ ንዘመናት ዝሸቀጠትሉ ኣብ ቅዋማ ድማ ኣብ ቀዳማይ ዓንቀጽ ዝሰፈረ ናጻ ፕረስ፣ ዓይኑ ብዘፍጠጠ ኣገባብ ብምጥሓስ ንኹሉ ዶናልድ ትራምፕ ምስ ሓፋሽ ክራኸበሉ ይኽእል'ዩ ዝበለቶ መራኸቢ ብዙሃን ማሕበራዊ መራኸቢታትን ብምዕጻው ንተደናገጽቱ ከይተረፈ ካብ ፈቐዶ ማሕበራዊ መራኸቢታት ብምእጋድ ዳርጋ ድምጺ ትራምፕ ኣብ ዘይስማዓሉ ጎዳጉዲ ቀቢራቶ ነይራ'ያ። ብመጠን ዘኻዕበቶ ሃፍቲ ኣብ ቀዳማይ ደረጃ ተሰሪዑ ዝርከብ ወናኒ ቴስላ፣ ስፐይስ ኤክስ፣ ከምኡ'ውን ስታርሊንክ ኤልዮን ማስክ ንትዊተር፣ ብኣርብዓን ኣርባዕተን ቢልዮን ዶላር ምስ ገዝኦ፣ ነዚ ሓደገኛ ኣንፈት እዞም ሓይልታት መዐገሲ ገይርሉ ክበሃል ይከኣል። ስለዝኾነ እዚ ንትራምፕ ኣምሪሑ ዘሎ ሓይሊ ምስቲ ካልእ ናይ ዜናን ሓበሬታን ማዕከን ምዕሪት ከፈጥር ተራእዩ። ኣሜሪካ ኣብ ጫፍ እቲ ፈታኒ መድረኽ በጺሓ ምህላዋ ዘመላኽት ካልእ ተርእዮ፣ እዘን ምስ ግሎባላውያን ሓይልታት ዝደናገጻ ማዕከናት ዜና፣ ነቲ ኣብ ኣሜሪካ ብኹሉ መዳዩ ኣብ ቀዳማይ ደረጃ ዝርከብ ኤልዮን ማስክ፣ ሕጋዊ መንበሪኡ፣ ፍቓድን ናይ ኢሚግሬሽን ሰነዳቱን ተሓኺኹ ናብ መበቆል ሃገሩ ደቡብ ኣፍሪቃ ክጥረዝ ጎስጓሳት ከካይዳ ተዓዚብና። እዚ ዘእርምን ፍጻሜ እዩ። ተኣማንነት መስርሕን ኣገባብን ፕረዚደንታዊ ምርጫ ኣሜሪካ ኣብ ምልክት ሕቶ ዘእቱ ጌና ዘይተመለሱ ብዙሓት ሕቶታት እውን ኣለዉ እዮም። ንኣብነት ቮተር ኣይዲ ዝበሃል ዛዕባ። ብዙሓት ክፍለ ሃገራት ኣሜሪካ ኣብዚ ጉዳይ ክሰማምዓ ኣይከኣላን ዘለዋ። ስለዝኾነ ገሊኤን ንምድንጋር ክጥዕመን ድምጺ ንኽትህብ ዝኾነ መንነት ወይ መንነት ወረቐት እውን ኣየድልየካን እዩ ክብላ እንከለዋ ገለ ድማ ዋላ ብመምርሒ ፍቓድ ማኪና ጥራይ ስምካ ይሃልዎ ይብላ። ትራምፕን ጉጅልኡን ግን ሓደ ዘድምጽ ዜጋ ስእሉ ዘለዎ ናይ መንነት ወረቐት ተጠቂሙ ከድምጽ ይጉስጉሱ። ኤለትሮኒካዊ መሳርሒ መውሃቢ ድምጺ ተኣማንነቱ ኣብ ዜሮ ደረጃ በጺሑ እዩ። ብሓጺሩ እቲ ዘሎ ኩነታት ኪኖ ኣካታዒ፣ ኣገራምን መስሓቕን እውን እዩ። ማሕበረሰብ ዓለምና ድማ ሰሉስ መዓልቲ ሓሙሽተ ሕዳር ክልተ ሽሕን ዕስራን ኣርባዕተን እንታይ ከም ትወልድ ብሃንቀውታ ይከታተላ እዩ ዘሎ። ካብ ጉዳይ ኣሜሪካ ከይወፃና፣ ምዝዛም ናይ ስራሕ ዕድመ ማይክ ሃመርን ሓዱሽ ምንቅስቓስ ዳይሬክተር ማእከላይ ወኪል ስለያ ኣሜሪካ፣ CIA፣ ኣብ ዞባናን። ፍሉይ ልኡኽ ሕቡራት መንግስታት ኣሜሪካ ኣብ ቀርኒ ኣፍሪቃ ኮይኑ ክሰርሕ ዝፀንሐ ማይክ ሃመር ተልእኾኡ ኣኽቲሙ ኣሎ። ማይክ ሃመር ድሕሪ እቲ ኣብ ሕዳር ክልተ ሽሕን ዕስራን ዝተባረዐ ኲናት ትግራይ ንመበል ራብዓይ ፍሉይ ልኡኽ ኮይኑ'ዩ ተመዚዙ። ስርሑ ብዓወት'ዶ ፈጺሙ ወይ ፈሺሉ ዝብል ገምጋም ኣብ ቀጻሊ ኣንፈት ዞባና ዝምለስ'ኳ እንተኾነ፣ ዋሽንተን ኣብ ጎደቦና ዘካየደቶ ወፍሪ ብኣጠቓላሊ ክረኣ እንከሎ ግን ነቲ ሸቐልቀል ኣእትይላ ዝነበረ ኣብ ክልተ ሽሕን ዓሰርተ ሸሞንተን ኣብ መንጎ ሃገራት ኤርትራ፣ ኢትዮጵያ ከምኡ'ውን ሶማልያ ዝተበጽሐ ስሉሳዊ ስምምዕን ኪዳንን ኣብ ምንታይ ደረጃ ኣብጺሓቶ ኣላ ንምርድኡ ኣየጸግምን። ኣሜሪካ እምበኣር ነታ ዒላማ ዝገበረታ ኤርትራ፣ ዝሃንደሰቶ ስሉሳዊ ኪዳን ኤርትራ ኢትዮጵያ ከምኡውን ሶማልያ ካብ ስራሕ ወጻኢ ገይረዮ እንዳበለት፣ ኣስመራ በቲ ካልእ ተጠውያ ምስ ካይሮን ሞቓድሾን ካልእ ስሉሳዊ ስምምዕ ምኽታማ ካልእ ጭንቀት ከምዝፈጠረላ ዘመላኽት ምንቅስቓሳት ከተካይድ ተራእያ ኣላ። እዚ ድማ ኣብዚ ቀረባ መዓልታት ዳይሬክተር ማእከላይ ወኪል ስለያ ኣሜሪካ፣ ማውስ፣ ወይ ሲኣይኤ፣ ዊልያም በርነስ ኣብ ሃገራት ግብጺ፣ ኬንያ ከምኡ'ውን ሶማልያ ናይ ሃታሃታ ዑደት ከካይድ ቀንዩ ኣሎ። ኣብዚ ጉዳይ ማይክ ሃመር ንስሙ እኳ ኣይተራእየን፣ እዚ ድማ ከም ሓደ ክሕንኩሎ ክገብሮ ዝግብኦ ምዕባለታት ዞባና ግን ከኣ ብዘይምኽኣሉ ጠንቂ ፍሽለቱን ምብቃዕ ዕድመ ተልእኾኡ ኣብ ዞባና ክኸውን ይኽእል እዩ። ኣሜሪካ ነዚ ሓድሽ ክስተት ዞባና ደጊማ ክትኩርንዖ ትኽእል እንተኾይና፣ ምስ ህሉው ፖለቲካዊ ኩነታት ኣከራኻሪ መስርሕ ምርጫ እታ ሃገር፣ ወድዓዊ ኩነታት ጎደቦና፣ ዳግመ ምውዳን ምዕሪት ክልተ ደምበታት ዓለምና፣ ግዜ፣ ጸግዒ መን ከምዝኸውን ብሓባር። እንሪኦ ጉዳይ እዩ። ዝኸበርኩም ተኸታተልቲ መደባትና እዚ ክትከታተልዎ ዝፀናሕኩም ንህልው ኩነታት ዓለምናን ዞባናን ኣመልኪቱ ብ National Interest ዝተዳለወ ፅሑፍ እዩ ስለ ምክታልኩም ነመስግን ብሩኽ ምሸት።